ንጸላዒኻ ብዘይጎነጽ እትስዕረሎም ዓሰር ሰለስተ ስቶይካዊ ሜላታት ኣዳላዊ ጽሑፍ ገብረ ሚካኤል ፍስሃየ ካልኣይ ክፋል ሓሙሽተ ናብቲ ናቶም ባህሊ ሰርሲርካ እቶ ንነብስኻ ኣብ ቅድሚ ሓደ ሰራውር ኣብ መሬት ዝሰረገ ዓብዪ ገረብ ከም ዘላ ጌርካ ሕሰባ ነዚ ገረብ ካብቲ ዘለዎ ንምንቅስቓስ ካብ ንቡር ንላዕሊ ሓይሊ ከም ዘድሊ ፍሉጥ እዩ ብኻልእ መዳይ ሓደ በሊሕ ሰብ ከም ንፋስን ማይን ዝኣመሰሉ ባእታታት ከምዚ ዓይነት ሓያል ገረብ ንክኸውን እንታይ ዓይነት ረቂቕ ጽልዋ ከም ዘለዎ ይፈልጥ እዩ። እዚ ኣብነት እዚ ነቲ ኣብ ውሽጢ ባህሎም ሰርሲርካ እቶ ዝብል ኣበሃህላ ዘንጸባርቕን ጥበብ ብዝመልኦን ብሰላማውን ኣገባብ ሽግራት ናይ ምፍታሕ ዓቕሚ ዘለዎን መሳርሒ እዩ። ኣድህቦና ናብቲ ሃብታም ትሕዝቶ ዘለዎ መሬት ማለት ሓሳባትን ባህልን ናይቶም ሰባት ደኣ እምበር ኣብ ውልቃዊ እንታይነቶም ክኸውን የብሉን። ውሽጣዊ ኮምፓሶም ምርዳእን ምኽባርን ምስቲ መሰረታዊ እምነቶም ዝሰማማዕ መፍትሒ ከምጽእ ይኽእል እዩ እዚ ድማ ኣምሳያኡ ልባዊ ናይ ሓሳብ ምልውዋጥን ዘላቒ ስምምዕን ዝፈጥር እዩ ናብቲ ብኽብሪ ዝተደረኸ እምነታትካ ዘብጽሓካ ስቶይካዊ ጉዕዞኻ ንምጅማር እዞም ዝስዕቡ ኣገባባት ተኸተል። ንትሕዝቶ ናይቲ ባህሊ ማለት ክብሪ ግለጾ። ቅድሚ ነቲ ቀንዲ ጉዳይካ ምንዳፍካ መጽናዕትታት ብምክያድ ናብ ሓደ ክኢላ ስነ ባህሊ ተቐየር። እንታይ ዓይነት መትከላት እዮም ዝኽተሉ? ንባህርያቶም ዝገዝኡ ክብርታት እንታይ እዮም? ነቲ ዝዛረብዎን ዝገብርዎን ብጽሞና ተኸታተሎ። ንዝቕበልዎን ዝነጽግዎን ኣትሒቶም ዝርእይዎን ተዓዘቦ። እዚ ተኽእሎ ርክባት ነቲ ኣብ ክብርታቶም ዘለካ ስእላዊ መብርሂ ማለት ካርታ ከቃላጥፈልካ እዩ። ነቲ ፈላላይ ክብሪ ኣወግዶ፣ ሓበራዊ ጉዳያት ፈትሽ፣ ክብርታቶም ምስ ክብርታትካ ዘይቃደዉ እዮም ኢልካ ምሕሳብ ኣወግድ፣ ዋላ እውን ነቲ ህሉው ኩነታት ዘይሰማምዑ እንተመሰሉ ሓበራዊ ባህግታት ኣልሽ፣ ክልቲኡ ወገን ግቡኣቱ ክፍጽምን ቅንዕናን ርትዓውነትን ክርእን ኣለዎ። ከምዚኦም ዝበሉ ሓበራዊ ክብርታት ምርካብ ጉዳያትካ ንዕኦም ብዝምስጥ ኣገባብ ንምቕራብ ከም መራኸቢ መስመር ኮይኑ ዘገልግል እዩ። በቲ ስምዖም ቋንቋ ተዛረቦም። ንኽብርታቶም ብንጹር ምስ ተረዳእኻ ኣብ ክንዲ ከተታልሎም እትፍትን ተልእኾኻ ምስቲ ናቶም ከም ዝሰማማዕ ግበር። ረብሓታቶምን ሻቕሎቶምን ብዝገልጽ ኣገባብ ተዛረቦም። ከምዚ ክትገብር ከለኻ ነቲ ናትካ ኣብ ዋጋ ዕዳጋ ከየእተኻ ሓበራዊ ባይታ ብምፍጣር ክብርታትካ ምስቲ ናቶም ዝሰማማዕ ምዃኑ ትነግሮም ኣለኻ ማለት እዩ ተግባር ካብ ቃላት ንላዕሊ ስለ ዝዛረብ ብተግባር ኣርእዳ እምበር ብዙሕ ኣይትዛረብ ቃል ብቓል ክትገልጸሎም ኣክንዲ ምፍታን መፍትሒታትካ ክሳብ ክንደይ ነቲ ናቶም እምነት ሓሳባት ዝሓቁፍ ምዃኑ ኣርእዮም ፍሉያት ኣብነታት ወግዕታት ወይ ሕሉፍ ዕዮታት ኣቕርበሎም መደባትካ ነቶም ኣገደስቲ መትከላት ዘጠቓለሉ ምዃኑ ምርኣይ ንጉዳይካ ዝሕይልን ሰብኣውነትካ ዘጉልሕን እዩ ኣኽብሮት ምሃብ ኣገዳሲ ምዃኑ ኣስተውዕል ኣብ ክንዲ ዓብላልነት ሓፈሻዊ ግንዛበ ኣልሽ ኣብዚ መስርሕ እዚ ኩሉ ግዜ ትሑትን ዝርዳእን ኩን ዕላማኻ ክትቆጻጸሮም ወይ ኣብ ልዕልኦም ልዕልና ከተርኢ ዘይኮነስ ንሽግራትካ ዝፈትሕን ምስቲ ናቶም ዘመዓራርን መፍትሒ ኣብ ምርካብ ክትሕግዞም ምዃንካ ዘክር ነዚ ስቶይካዊ ሜላ መዝሙርካ እንተጌርካዮ ኣብ ክንዲ ንባእሲ ዝዕድም ቃላት ብምውርዋር ፈጣሪ ሽግር እትኸውን ብቑዕ ዓላይ ሽግር ክትከውን ትኽእል ኢኻ ንተጻረርትኻ ናብቲ ብልቦም ዝብህግዎ ቦታ መሪሕካ ከተብጽሖም ኢኻ ኣስተውዕል መሰረታዊ ስግግር ካብ ክብርታት ኣብ ውልቃዊ መነት ዝቕረጽ ስእለ ኣእምሮ ደኣ እምበር ብግዲ ዝመጽእ ኣይኮነን። እዚ ሜላ እዚ ክልተኣዊ ምክብባርን ርድኢትን ዘማዕብልን ኣብ መወዳእታ ድማ ኩሎም ወገናት ረብሓ ዝረኽብሉ መፍትሒታት ኣብ ምፍጣር ማዕጾ ዝኸፍትን እዩ። ሽዱሽተ ግርጭታት ኣብ ምፍታሕ ዋዛታት ብብልሓት ተጠቐም። ንነብስኻ ኣብ ሓደ ብኽልተ ጫፉ ኣብ ፓሎ ተገቲሩ እተኣሰረ ገመድ እትኸይድ ከም ዘለኻ ጌርካ ሕሰባ። ንእሽቶ ጌጋ ድማ ናብቲ ኣብ ታሕቲ ዘሎ መዓሙቕ ጸልማት ክድርብየካ ምዃኑ ዘክር። እንተኾነ ዋዛ ምውዛይ ሚዛንካ ሓሊኻ ንኽትከይድ ዝሕግዘካ እዩ። ግርጭታት ንምፍታሕ ዋዛ ምጥቃም እምበኣር ቀንዲ ትሕዝቶ ናይዚ ሻድሻይ ስቶይካዊ ሜላ እዩ። ሰሓቕ ንጭንቀት ዘፋኹስን ኣብ ዘተ ዝያዳ ክፉት ሃዋህው ንኽህሉ ዘተባብዕን ምዃኑን ዝከሓድ ኣይኮነን። ግዚኡ ዝሓለወ ዋዛ ከም መፍኮሲ ጸቕጢ ብምግልጋል ምርዳእ ንምስፋሕን ተዓፊኑ ዝነበረ ጭንቀት ከም ዝወጽእ ንምግባርን ክሕግዝ ይኽእል እዩ። ስቶይካዊ ፈላስፋ ሰኔካ ዋዛ ተነቃፊ ነገር እዩ። ሃንደበት ድማ ናብ ጸርፊ ክቕየር ይኽእል እዩ። መዘናግዒ ምዃኑ ምሉእ ብምሉእ ከም ዝፍለጥ ብምግባር ብዓቢ ጥንቃቐ ክንገብሮ ኣለና ይብል። እዞም ዝስዕቡ ነቲ ናይ ምዝናይ ጸቢብ ዕድል ምሉእ ብምሉእ ንኽንጥቀመሎም ዝሕግዙና ዝሕግዙና ገለ መምርሒታት እዮም። ሰማዒኻ ወይ ተዓዛቢኻ ፍለጥ። በቲ እትጥቀመሉ ዋዛ ዝዘናግዑ ውሑዳት ክኾኑ ይኽእሉ እዮም። ስለዚ ንመን እንታይ ትብል ክትፈልጥ ኣለካ። ቅድሚ ዋዛ ምፍናውካ ባህርያት ናይቲ ሰብ ኣጽንዕ። ኣግራሞት ዝፈጥረሎም እንታይ እዩ? ንዕኦም ተነቀፍቲ ኣርእስታት ኣየኖት እዮም? ዋዛ ክትዛረብ ከለኻ ኣዚኻ ጥንቁቕ ኩን። ምኽንያቱ ንሓደ ሰብ ጽቡቕ ዘዛንዮ ንኻልእ ሰብ ቅጭ ዘምጽኣሉ ክኸውን ይኽእል እዩ። ደረቕ ዘይኮነስ ሰላሕታ ዋዛ ኣልሽ። ምስኦም ሓቢርካ ስሓቕ። ዕላማ ዋዛታት ንመቐናቕንትኻ ከተስሕቖም ወይ ከተናሽዎም ዘይኮነስ ሓበራዊ ናይ ምዝናይ ስምዒት ንምፍጣር እዩ። መብዛሕትኡ ግዜ ንገዛእ ርእስኻ ዘናኣእስ ዋዛ ምጥቃም ትሕትና ስለ ዘርእን ጌጋ ንምቕባል ድልውነት ስለ ዘንጸባርቕን ውሕስነት ትፈጥር እዩ። ግዜ ወሳኒ ነገር እዩ። ነቲ ኩነታት ምስ ኣንበብካዮ ደጊምካ ኣንብቦ። ዋዛ ብጌጋ ኣብ ጥቕሚ እንተውዒሉ ኣዕናዊ ውጽኢት ከኸትል ይኽእል እዩ። መዛነዪ ሓሳብ ቅድሚ ምምጻእካ ናይቲ ኩነታት ደረጃ ስምዒት ገምግም። እቲ ወጥሪ ኣብ ዝሓየለ ደረጅኡ እንተሎ ነገራት ክሳብ ዝሃድኡ ምጽናሕ ተመራጺ እዩ። ህድኣትን ትሕትናን ኣንጸባርቕ። ጸርፍን ላግጽን ኔው በሎም። ካብ ተነቃፊ ተደጋጋምነትን ኣብ ውልቃዊ መጥቃዕቲ ዘተኮሩን ኣርእስታት ነፃ ዝኾነ ጽሩይ ዋዛ ተጠቐም። ኣስተውዕል፣ እቲ ዕላማ መራኸቢ ድንድል ንኽትሃንጽ እምበር ከተዕኑ ኣይኮነን። ዋዛ ከም መሳርሒ ደኣ እምበር ከም ምርኩስ ኣይኮነን። እንተኾነ ዘይምስምማዕ ብሰላም ንምዕራፍ ድማ ኣብ ዋዛ ጥራይ ኣይትመርኮስ ዋላ እኳ ጭርቃን ሓጋዚ መሳርሒ እተኾነ ነቲ ግቡእ ርክብ ኣብ ወሰንቲ ጉዳያት ዝግበር ዝርርብ ክትክእ የብሉን ተኣምራታዊ መፍትሒ ጌርካ እውን ክረአ የብሉን ነቲ ኩነታት ንምህዳእን ክፉትነት ንምትብባዕን ግን ሓሓሊፍካ ክትጥቀመሎም ይግባእ ዘየተኣማምን እንተኾይኑ ኩሉ ግዜ ኣብ ጥንቃቐ ድህብ ቁኑዕ ድዩ ኣይኮነን ኣብ ዝብል ካብ ምውሳን ሙሉእ ብሙሉእ ምውጋዱ እቲ ዝበለጸ እዩ። ምትእምማን ጌጋ ምስ ፈጸምካ ደጊንካ ካብ ምምላሱ መጀመርያ ምፍጣሩ ዝቐለለ ምዃኑ ዘክር። ዋዛ እውን ከምኡ እዩ። ዋዛ ስቶይካዊ ሓሳባት ተጠቒምካ ጽቡቕ ርክብ ንምህናጽ፣ ጸቕጢ ንምፍኳስን ግጭት ኣብ ምፍታሕ ብሉጽ ባይታ ንምፍጣርን እቲ ዝበለጸ መሳርሒ ክኸውን ይኽእል እዩ። ናይ ሰሓቕ ሓይሊ ኣብቲ ናይ ምስማር ሓይሉ ምዃኑ ኣስተውዕል። ብግቡእ እንተተጠቒምናሉ ኣብ ወጥሪ ዘሎ ኩነታት ናብ ምርዳእን መፍትሕን ክቕይር ይኽእል እዩ። እዚ ኣዝዩ ዘገርም ውፅኢት ዘለዎ መሳርሒ እዩ። ሸውዓተ ተዳናጋጽ ኹን ንነብስኻ ኣብ ሓደ ኣሸጋሪ ጎቦ ምስ ዓርክኻ ከም ዘለኻ ጌርካ ውሰዳ። ዓርክኻ ጌጋ መገዲ ስለ ዝወሰደ መውፅእ ስኢኑ ድምፁ ኣብቲ ጎቦ ብቁጥዐን ነድርን መቓልሕ ክሳብ ዝፈጥር የጋውሕ ኣሎ ንበል ኣብ ከምዚ ኩነታት ዘየደሊ ቃላት ካብ ምውርዋር ስቶይካዊ ኣገባብ ተጠቒምካ ካብቲ ዘለዎ ሽግር ንምውፃእ ኣብ መንጎ ክልቴኹም ናይ ምርዳእ መንፈስ ፍጠር እዚ እምበኣር ሕመረት ናይ ተሻብዓይ ሜላ ስቶይካዊ መትከል ምድንጋፅ ምድንጋጽ ዋላ እውን ኣብቲ ውዑይ ክርክር ዘጋጥመሉ ግዜ ግጭታት ብሕነታዊ መገዲ ንምፍታሕ ኣገዳሲ መሳርሒ እዩ ማርቆስ ኣውሮልዮስ ናይቲ ካልኣይ ወገን ስምዒት ብምርዳእን ንተመክርኡ ዋጋ ብምሃብን ሓቀኛ ርክብ ክንምስርትን ንዝያዳ ውፅኢታዊ ዝርርብ ማዕፆ ክንከፍት ንኽእል ኢና እዩ ዝብል ነዚ ሓያል ስቶይካዊ ኣገባብ ከመይ ጌርካ ከም ተማዕብሎ ሓደ ኣብነት እንሆ ኣረኣያኻ ካብ ኣነ ናብ ንስኻ ቀይሮ ንኹነታት ብናቶም ዓይኒ ክትሪኦ ፈትን ኣብ ናትካ ጉዳይ ጥራይ ካብ ተድህብ ካብቲ ናቶም ኣረኣያ ተበጊስካ ምሉእ ግንዛቤ ናይቲ ኩነታት ንክህልወካ ጸዓር እንታይ ዓይነት ናይ ህይወት ተመክሮ ንስምዒቶም ክጸሉ ይኽእል ይኸውን እንታይ ዓይነት ዘይውሑስ ኩነታትን ሻቑለትን ክደፋፍኦም ይኽእል ይኸውን። ከምዚ ዓይነት ናይ ኣራያ ለውጢ ምድንጋጽ ብምትብባዕ ነቲ ፍሉይ ሓቅነቶም ንኽትፈልጥ ዝሕግዝ እዩ። ኪኖቶም ቃላት ዘለዉ ሓሳባት ኣስተውዕለሎም። ነቶም ዘይተዘርቡ ቃላት እውን ስምዓዮም። ምስ ካልኦት ኣብ እትገብሮ ርክብ ነቶም ብድምፅን ብዘይ ድምፅን ዝወሃቡ ኣመታት ኣቓልቦ ክትቦም ኣገዳሲ እዩ። እዚ ከም ምልክት ቋንቋ ቃና ናይ ኣዘራርባ ናይ ገጽ ምልክታትን ናይ ቀላት ኣዘራርባን ክኸውን ይኽእል እዩ። ግንዛበ ናይቲ ዝመሓላለፍ ዘሎ መልእኽቲ ክልወካን ብኡ መሰረት ድማ ግብረ መልሲ ክትብን ኣገዳሲ እዩ። መብዛሕትኡ ግዜ ቃላቶም ዘይግሉጽነት ስለ ዝህልዎ እዚ ነቲ ውሽጣዊ ስምዒታት ንምቅላዕ ዝሕግዝ እዩ። ፍርዲ ቅድሚ ምሃብካ ንጡፍ ናይ ምስማዕን ምርዳእን ክእለት ክህልወካ ኣለዎ። ፍርዲ ምሃብ ዘይኮነስ ኣፍልጦ ሃብ። ካብ ንባህርያቶም ንስምዒታቶም ኣድንቕ። ዋላ እውን ምስኦም እንተዘይተሰማማዕካ ንስምዒታቶም ተዳናጋፂ ምዃንካ ግን ኣርእዮም እዚ ጉዳይ ንዓኻ ክሳብ ክንደይ ኣገዳሲ ምዃኑ እርድኣኒ እዩ ወይ ድማ እንታይ ደኣ ዝሓረቅካ ትመስል ዝብሉ ቃላት ምትእምማን ብምዕባይ ናይ ምክልኻል መንፈስ ከጉድሉ ይኽእሉ እዮም ነቲ ሕቡእ ቃንዛ ክትሪኦ ኣለካ ምንጭ ናይቲ ዘይምስማዕ ርኸቦ መብዛሕትኡ ግዜ ሕርቃንን ቁጥዐን ውፅኢት ናይ ዓሙቕ ስምዒታዊ በሰላ እዮም ተኽእሎ ምንጪ ቃንዛ፣ ፍርሕን ዘይውሑስ ኩነታትን ክኾንዎም ዝኽእሉ ነገራት ኣስተብህለሎም። ኣብ ሓደ ነገር ዓሚቕ መረዳእታ ምህላው፣ ነቲ ምልክታት ዘይኮነስ ነቶም መሰረታዊ ጠንቅታት ንምፍዋስ ዓቢ ተኽእሎ ዝፈጥር እዩ። ብዓቢኡ ድማ ምድንጋጽ ዝሃንጽ እዩ። ምስጋና ምስማዕ ማለት ከም ዘይኮነ ዘክር። ምስኦም ሓቢርካ ተጓዓዝ፣ ቀቂድምኦም ኣይትኺድ። ሓልዮት ምርኣይ ንባህርያቶም ተቐቢልካ ወይ እውን ንሞራላዊ መትከላትካ መስዋእቲ ጌርካዮም ማለት ኣይኮነን። እንታይ ደኣ ንኣተሓሳስብኦም ኣፍልጦ ሂብካዮን ልባዊ ዝርርብ ንኽህሉ ምቹእ ሃዋሁ ፈጢርካን ማለት እዩ። ዋላ እውን እንተዘይተሰማማዕኻ ነቲ ዘይምስማዕ ብኽብርን ምርዳእን ክትሕዞ ትኽእል ኢኻ። ኣብ ክንዲ ኣብ መንጎ ክልተ መዓሙቕ ጸልማት ዘሎ ድንድል ተተፋኒንካ ትተርፍ ናይ ምርዳእ ድንድል ክትሃንጽ ኣለካ። ከምዚ ዓይነት ስቶይካዊ ሓሳባት ምድንጋጽ ምስ ሃነጽካ ንምፍራር ዘይኮነስ ርክባት ንምድልዳል ንነብስኻ ኣብ ቦታኦም ኣቐምጣ በዚ ርክብ ዝቢሉ ድማ ንግዚኡ ጥራይ ዘይኮነስ ንቕድሚት ንምቕጻል ኣብ ንሓድሕድካ ብኸመይ ትረዳዳእ ሓቀኛ ፍታሕ ንኽመጽእ ዓብ ተስፋ ዝፈጥር እዩ ስለዚ ካብቲ ጎቦ ውረድ ሓገዝካን ናይ ምድንጋጽ ህያብካን ኣበርክት ከምዚ እንተ ጌርካ ክልቴኻ ናብ ዘይተጸበኻዮ ናይ ሓባር ምዝንጋዕ እውን ክትበጽሕ ትኽእል ኢኻ። ሸሞንተ፣ ሓባራዊ ስምምዕ ልመድ። ንነብስኻ ኣብ ቅድሚ ሓደ ጨናፍሩ ንንፋስ ዘይንቕንቖ ዓብዪ ገረብ ከም ዘለኻ ጌርካ ሕሰብ። ነቲ ገረብ ናብ ድሌትካ ንኽትጠውዮ ንዓኻን ነቲ ገረብን ክሳብ ምህሳይ ዝበጽሕ ብዙሕ ሓይሊ ዝሓትት ክኸውን ይኽእል እዩ። ሓደ ክንጥቀመሉ ዘለና ብሉጽ ብልሓት ስቶይካዊ ፍልስፍና እምበኣር ጥበብ ሓባራዊ ስምምዕ ምምሃር እዩ እቲ ገረብን እቲ ንፋስን ብሓባር ብሰላም ዝነብሩሉ ዕድል ንምፍጣር ምትዕጽጻፍን ምርዓምን የድሊ ፍጹማትን ተረርትን ሓሳባት ንዕዉት ኣፈታትሓ ግርጭት ሙቹኣት ዝኾኑሉ ግዜ ሳሕቲ ጥራይ እዩ ኤፒክቴተስ ንነገራት ከም ድላይካ ዘይኮነስ ከም ድላዮም ንክኾኑ ትጽቢት ይሃልኻ ሽዑ ሰላም ዘለዎ ህይወት ክትነብር ኢኻ ይብል ብውሕዱ ገለ ክፋል ናይ ሽግርካን ናይቶም መጻርርትኻን ዘቃልል መልሲ ናይ ምርካብ ክእለት ምልከት ሓቀኛ ሓይሊ እዩ እዚ ስዕብ ኣገባብ ከመይ ጌርካ ነቲ ስቶይካዊ ጥበብዚ ናብ ተግባር ተውዕሎ ዘርኢ እዩ ኣነ ናብ ንሕና ቀይሮ። ነቲ ግጭት ከም ናይ ምትሕጋዝ መድረኽ ጌርካ ዳግም ቁረጾ። ነቲ ኩነታት ከም ናይ ጽልእ መድረኽ ዘይኮነስ ከም ንኹሉ ዘስርሕ መፍትሒ እትምህዘሉ ዕድል ጌርካ ረኣዮ። እዚ ናይ ኣረኣያ ለውጢ እዚ ኣብ ኣፈታትሓ ግርጭት ንዝያዳ ውህድ ውጽኢትን ፈጠራዊ ኣገባብን ዘተባብዕ እዩ። ሓበራዊ ዕላማታት ኣለሊ። ዋላ እውን ኣብቲ ዘይንጹር ኩነታት ናይ ሓባር ባይታ ኣልሽ። ናይ ነዊሕ ግዜ ናይ ሓባር ሸቶታት ፈትሽ። ኪኖ ዝህሉ ዘይምርዳእ ዘሎ ዕድላት ርአ። ምናልባት ክልቴኹም ተመሳሳሊ ክብርታት፣ ርትዒ፣ ኣኽብሮት ወይ ኣፍራዪ ናይ ስራሕ ሃዋሁ ዘለኩም ክትኮኑ ትኽእሉ ኢኹም። ከምዚኦም ዝበሉ ሓበራዊ ዕላማታት ምርካብ ናብ ሓበራዊ ስምምዕ ንክትበጽሕ ባይታ ዘንጽፉ እዮም። ቀዳምነት ስራዕ ንምጅማር ድማ ድሌት ይሃልኻ። ገለ ዝርዝራት ጥራይ ማዕረ ኣገዳስነት ክህልዎም ይኽእል እዩ። ገለ ነገራት እውን መስዋእቲ ክትከፍለሎም ዘለካ ዝያዳ ኣገደስቲ ክኾኑ ይኽእሉ እዮም። እቲ ቀንዲ ኣገዳሲ ነገር ኣየናይ ምውሳን ከድልየካ እዩ። ነቶም ትሑት ኣገዳስነት ዘለዎም ንኽትሓድጎም እውን ተዳሎ። እዚ ድማ ነቲ ቀንዲ ጉዳይ ዝምልከት መልሲ ኣብ ምእላሽ ነኸተድህብ ክሕግዘካ እዩ። ክልቴኻ እትዕወተሉ ኣገባብ ኣፈታትሓ ግርጭት ድለ ኣብ ክንዲ ዓወት ናይ ሓደ ወገን ጥራይ ተናዲ ኩሎም ወገናት ሕቶታቶም ቅቡልነት ከም ዘለዎን ብመጠኑ እውን ከም ዝተመለሰን ዘረጋግጽ መልሲ ኣልሽ እዚ ኣብ ተናውሐ ግዜ ቅርሕንቲ ዘጉድልን ስምዒት ፍትሒ ዘተባብዕን እዩ ኣስተውዕል ህይወት ጉዕዞ ደኣ እምበር ውሱን መዓርፎ ዘለዋ መድረኽ ኣይኮነትን ትዕግስትን ምትዕጻፍን ወሰንቲ ነገራት እዮም ስምምዓት ዘይቀየሩሉ ኣጋጣሚ ሳሕቲ ጥራይ እዮም ገለ ለውጢ እንተሎ ወይ ሓድሽ ሓበሬታ እንተተረኺቡ ንስምምዕካ ዳግመ ግምት ክትገብረሉ ከም ዘለካ ድልው ኩን ቀጻልነት ዘለዎ ስምምዓት ክፉት ርክብ ንለውጢ ድልው ምዃንን ይሓትት ምቕባል ስምምዕ ጠለባትን መትከላትን ከይተቐየሩ ከም ዝቕጽሉ ዝገብር ሓይሊ ተዓጻጻፍነትን ተወፋይነትን ዝፈጥርን ንኹሉ ዘስርሕ መልሲ ዘቕርብን ስቶይካዊ ጥበብ እዩ ከምቲ ናይታ ገረብን ንፋስን ደሪቕካ ምክልኻል ዘይኮነስ ዝያዳ ሰለማውን ውሁድን ንኹሉ ረብሓ ዘምፅእን ኩነታት ብምፍጣር ብኸመይ ሚዛንካ ሓሊኻ ብዳይናሚካዊ ኩነታት ክትነብር ከም ዘለካ ክትርዳእ ፈትን
ሓዳስ መጽሓፍ ኣብ ዕዳጋ ቀያሕቲ ባሮት፣ ጽዋና ብርኩት፣ ታሪኽና ምእኩት ምዃኑ እትምስክር ትሕዝቶኣ መበቆላዊት መጽሓፍ ቀያሕቲ ባሮት ብዓብዱሰላም መሓመድ ጻዕዳ፣ ኣንጠልጣሊ ኣዘናትዋ ንፍቕርን ጥልመትን፣ ብድሆን ስደትን፣ ትጽቢትን ክውንነትን ኣዕሚቋ እትገልጽ ልብ-ወለድ መጽሓፍ ቀያሕቲ ባሮት፣ ቅድሚ ሕጂ ብዘገርማ መጻሕፍቲ ዝሑል ኩናትን ፈዳይን ኣብ ልቢ ነበብቲ ዝሓደረ፣ ኣብ ፊልምታት ሃገርና ዓሸርኡ ዘንበረ ዓብዱሰላም መሓመድ ጻዕዳ፣ እንሆ ዛንታኹም ብጥቕሉሉ ብውሕሉል ኣገላልጻ ተቐበሉ ይብል። ቀያሕቲ ባሮት! ብቐሊሉ ወኒንኩም ክትሕጎሱ ንሰሎሜ ኣሕተምቲ ተወከሱ ወይ በዚ ኣድራሻ ኣብ መላእ ዓለም ክትረኽቡዋ ትኽእሉ። ቀያሕቲ ባሮት! ብዓብዱሰላም መሓመድ ጻዕዳ።